ካብቲ ባርነት እሰውጽእና እዩ ባርያ ባርያ ኢሉ ኣብ ባሕረ ዮርዳኖስ እና ኣብ ሲኦል ኣቐሚጥልና ነበረ ማህይተም ገይሩ ኣቐሚጥልና ነበረ ማህይተም ወይ ከኣ ናይ ባርነት መንፈስ ሶብሒቕልና እዩ እምይእዜሰ ኢኮንኩም ኣይግብርትየ ኣላ ኣይእርክትየ ኢለና እዩ ካብ ብሐዚ ባሮተይ ኣይኮንኹምን ባሮተይ ኢለ እውን ኣይጽውዐኩምይ ታማ ናይየ ኢኹም ውሉደይ ኢኹም

መጽሓፍቲ ሒዝካ ምስ እግዚኣብሄር ኽተውግዕ ደሊኻ እንድሕር እይ ኢልካ ሓሳባትካ እንትላገር ንስኻ ከፈል ኣብ ቤተ እግዚኣብሄር ኸይድካ ወይ ከኣ ኣብታ ኣብታ ናይ ጸሎት ቦታኻ ኮይንካ ከፈል ብዝምታ ልእግዚኣብሄር ኣውግዐዮ መጽሓፍና ቅምጥ ኣቢልና ንስገድ ስግደት መቸም ሓሳብ ኣየድልዮይ ስግደት ዓውዪ ድያብሎስ እነሸንፈሉ ጸላኢ ሰናያት እነባርረሉ ዓውዪ ሓይሊ እዩ ናይ ጸላኢ ሰናያት ፈተና ምዃኑ ከምቲ ላበልና ኣይነበርና ክርደእና እንየዎ ብስምዒት ብቃንዛ ዝገበርናዮ ነገር ላተረደእና ላሓሰብና ላስተንተና እግዚኣብሄረይ ቀይመዮ ካብ እግዚኣብሄር ርሒቐ ቅዱሳነይ እየተኸተልክዎም እየመሰልክዎም እዩ እቲ ልሰርሕኻይ ዝሙት ልሰርሕኻዮ ክፍኣት እቲ ልሓስኻዮ ሓሶት ሓሲኻ ሰብ ለባኣስኻዮ እቱ ብቃልኻ ተናጊርካ ሰብ ተስፋ ለቑረፅኻዮ ሰብ ክቕተል ሰብ ክሕነቕ ሰብ ተስፋ ክቆርፅ ልገበርኻዮ ልሓሰብካ እንድሕር ነቢዕኻ ንስኻ ቅዱስ ኢኻ ምስሪኸ መዝሙረ ዳዊት ወይ ከዓ ካሊእ ፀሎታትሲ ምግቢ በሊዕኻ ከይፅለ ድዩ ልብል እውን ብዙሕ ግዜ ልተሓተትክዎ ሕቶ እዩ ማለት እዩ መዝሙረ ዳዊት ይኹን ካሊእ ፀሎታት እንጀራ በሊዕና ንጽሊ ዶ? ሰላም ሰላም ሰላመ ክርስቶስ ምሳኻትኩም ይኹን ብሩኻተይ። ሕዚ ደማ ካልኣይ ክፋል ኮይኑ ጸሎት ክጽሊ ከለኹ ኣፈይ ማይ ምልእ ምልእ ይብለኒ፣ ይሓዝን፣ ይጭነቕ፣ ይፈርሕ ተፈላለየ ስምዒት ዝስምዕንና እንታይ ስለ ዝኾንኹ ይብል ኣብኡ ምስኣ ኣተሓሕዝ ኣቢልና ምስ ቀዳመይቲ ቪድዮ ማለት እዩ ሒዝናልኩም መጺእና እኒኤና ማለት እዩ። ስለዚ ኣብዚ እውን ተደጋጋሚ እዩ ክኾን። ሓደ ሓደ ግዜ ትሪኦ ተለና ሓደ ዓይነት መፍትሒ ብዙሕ ዓይነት ጸገማት ስለ ዝኾን ማለት እዩ። ስለዚ ጸሎት ስብል ተለና ወይ ከዓ ኣብ ጸሎት ዝተፈላለየ ስምዒት ልስምዐና እንታይ ስለ ዝኾንና እዩ ልብል ነገር ሓደ ሓደ ነገር ክንርኢና ማለት እዩ። ስለዚ እቲ ናይ መጀመርያ ጸሎት ክንጽሊ ከለና ኣፍና ማይ ይመልእ፣ ይጨንቀና፣ ንፈርሕ፣ ዝተፈላለየ ስምዒት ይስምዐና፣ ዝተፈላለየ ኣካላትና ጠጠው ኢልና ከይንቐውም ማለት እዩ ወይ ከዓ ጠጠው ኢልና እግዚኣብሔር ኣምላኽና ከይነውግዕ ከይንጽልይ ዝገበረና ዝተፈላለዩ ፈተናታት ይመፀና ስለዚ እቲ ናይ መጀመርያ እቶም ፈተናታት እዚኦም ኩሎም ካብ ምንታይ ልመፁ እዮም ማለት እዩ በተለይ ኣፍና ምልእ ምልእ ልብለና ተኮይኑ ካብ ስንፍና ልመፀ እዩ ስንፍና ካብ ዝስዩና ንዘህላል ኮይና ወይ ከዓ ሸለልተኛ ኮይና ንፅሊ ተኮይና ወይ ከዓ ግዴታና ጥራሕ ስለ ዝኾነ መዝሙር ዘዳዊት ሃሌሉያ ላበልና ብፅቡቅ ሲ ላበልና እንድሕር ንዝምር ኮይና ምንም እዩ እሱ እዩ ዋና ክስልቸና ዝገብር ካብ ምስልቸል ተልዓለ ካብ ስንፍና ዝተልዓለ እዩ ማለት እዩ ስለዚ ኣፍና ምልእ ምልእ ልኸይብለና እንታይ ንገብር እንታይ ዓይነት እንትን ንውሰድ እንታይ ዓይነት ሶሉሽን ወይ ከዓ መፍትሒ ንውሰድ ካልኦት እዞም ዝጨንቁና ፅብፅብ ልብለና ንፈርሕ ንበኪ ወይ ከዓ ንብዓት ልመፀና ስኡ ዝተፈላለዩ ስምዒት ልስምዐና ወይ ናናፍቆት ዓይነት ስምዒት ልስምዐና ተኮይኑ እንታይ ንገብር ልብል ነገር ክንነጋገር ኢና ወይ ከዓ ብንእሽተይ ብንእሽተይ ተይበዝሐ ምክንያቱ ምንጪ መንገዲ ኢካ ተሪኦ ልሓደ ሰብ እና ብድሕሪኡ እግዚኣብሔር ኣምላክ ናብዙይ ሓዲሩ ባዕሉ ከሪኤኩም ስለልኮነ ማለት እዩ ፍትዋተይ ስለዚ እቲ ናይ መጀመርያ እንታይ እዩ ኣብ ማር ይስሐቅ ዘሎ ቃል ብጣዕሚ ወሳኒ ቃል ኣሎ እንታይ ኢሉ ይናገር ማለት እዩ ለኣና በተለይ ብጣዕሚ ዝገልፀና ደቂ ሰባት ከዚ ለለና በተለይ ደቂ ሰባት ይገልፀና ከዚ ለለና ኣመንቲ እየ ባህሊ ወይ ከዓ ደቂ ክርስቶስ ኢና ባህልቲ ብስም ጥራሕ ስለ ንክርስቶስ ስለ ንመስሎ ንዝህላላት ወይ ከዓ ሸለልተኛታት ምኳንና ስለ ዝፈለጠት ኢልና ማለት እዩ እቲ ኩሉ ህልሃ በኩሉ ግብርከ ይብል ብኹሉ ስራሕትኻ ብኹሉ ግብርኻ ብኹሉ ማንነትኻሲ ሸለልተኛ ልሕሉሕ ሰብ ኣይትኹን ይብለና ትፅሊ ተለኻ ሃም ተዓንቶ ልበልናዮ ስልካ ንዝህላል ዝኾነ ጸሎት ትጾም ተለኻ ለ ሃምኡ ስልካ ልሰብ ልይምሰል ትጾም ልይምሰል ኣነ እኮ ጸዋቢ እየ ኣነ እኮ ሃምዙ እየ ላበልካ ላስመሰልካ ትኸድ ተኾይንኻ ዝተፈላለዩ ዋላ ስራሕኻ እውን ዓለማዊ ስራሕ ኸውን ልኸትሰርሕ ሰብ ደስ ለየብል ስኢሉ ሸለልተኛ ዝኾነ ስኢሉ ክረግመካ ወይ ከዓ ካልእ ነገር ሰብሲ ላብ ስንፍና ልፅውዕ ስራሕቲ ክትሰርሕ ተለኻ እግዚኣብሔር ጸይፉ ይጸልኦ ማለት እዩ ጠንካራ ክትኾን ብኩሉ ስራሕትኻ ጥብቕ ልበለ ማንነት ክህልየካ ኣብ ጸሎት ተኮይኑ ምስ እግዚኣብሔር ተውግዕ ኣለኻ ምዃንኻ ፈሊጥኻ ግንጽል ኣቢልካ ምስ እግዚኣብሔር ኣምላክካ ክተውግዕ ነብስኻ ምስ እግዚኣብሔር ክትጋነ ኣፍኻ ምስ እግዚኣብሔር ዘይኮነሲ ኣፍኻ ምስ መፅሓፍ እዚ ወይ ከዓ ምስ ቃላት ዘይኮነሲ ተውዝኘ ቃላት ምስ ናይ እግዚኣብሔር ዝተመረፁ ቃላት ምስ ነብስኻ ተሓይዝካ ነብስኻ ምስ እግዚኣብሔር ተውግዐሉ ምዃኑ ምርዳእ ነብስኻ እታ ኣብ ነብስኻ እቲ ለለዋ ጭንቀት እቲ ለለዋ ሓሳባት እቲ ለለዋ ፀገም ልእግዚኣብሔር ተውግዕሉ ልእግዚኣብሔር እንካ ኣራግፈኒ ኣድሕነኒ ፈውሰኒ ኢላ ተውግዕሉ ምዃኑ ጥብቕ ለለ ማንነት ምዃኑ ምርዳእ ስእሊ ከኣ ንሕና ኣዚ ጸሎት ማለት ስለ ከምዚ ኢልካስ ምስ መጽሓፍ ምንግጋር ኢሉ መስለና ንሕና ማለት እዩ ስለዚ ጸሎት ማለት ዶብ ቅዱሳን ቦታትና እንታይ ይብልና ትጽሊ ተለና ይብልን ጸሎት ብሂል ተናግረው ተሰብ ምስለ እግዚኣብሄር ይለና ጸሎት ማለት ምስ እግዚኣብሄር ምውጋዕ እዩ ሰባትሲ ምስ እግዚኣብሄር ነውግዕሉ ሓደ ቻናል እዩ ጸሎት ማለት እንታይ ይብለና ካብኡ ጸሎት ተኮይኑ ኣሕና ጸሎት ትገብር ተለና ናይና ሓሳባት እግዚኣብሄር ይሰምዐና ኣሎ ማለት እዩ ኣሕና ንእግዚኣብሄር ነግሮ ኣለና ማለት እዩ መዝሙረ ዳዊት ይኹን መጽሓፍ ቅዱስ ኩሉ ተንብብ ተለና ግን ይብለና እግዚኣብሄር ሲ ለኣና ይነግረና ኣሎ ማለት እዩ እግዚኣብሄር ለኣና ይውግዐና ኣሎ ዝግበሩ ዝግበሩ ዝግበሩ ዝይትግበሩ እዙይ ናይ ጽድቂ መንገዲ እዙይ ናይ ክፋኣት መንገዲ እዩ ላበለ ይነግረና ኣለ ማለት እዩ ይብለና ስለዚ እቲ ሓሳባት እዚ ካብ ምንታይ ልመፀ እዩ ማለት እዩ ካብ ስንፍና ልመፀ በተለይ ኣፍና መልእል ብለና ዝተፈላለዩ ሓሳባት ልስምዐና ተኮይኑ ካብ ስንፍና ልመፀ ምኳኑ ምርዳእ ካብኡ እቲ ካሊእ ግን ለለመይሱ ልጨንቀና ንፈርሕ ዝተፈላለዩ ስምዒት ልስምዐና ተኮይኑ ለመይሱ ናይ ሰይጣን ዲያብሎስ ወይ ከዓ ናይ ክፉእ መንፈስ ፈተና ምኳኑ ምርዳእ የድልየና ማለት እዩ ፈተና ምዃኑ ክንፈርሕ ዝገብረና ኣሎ ፈሪሕና ፀሎት ክንሓድግ ክንጭነቕ ዝገብረና ኣሎ ጭንቕ ጭንቕ ይብለና እሞ እስሪ ቤት ይመስለና ላብ ፀሎት መንገዲ ምምላስ ላብ ፀሎት ህይወት ምምላስ ላብ እግዚኣብሔር ምምላስ ጭንቀት እስሪ ቤት ዝመስለና ሰባት ብዙሓት ኢና እስሪ ቤት ኣብ ዓለም ነፃነት ተርእዩ ኣብ ዓለም ነፃነት በቃ ደስ ለለካ ኩን ደስ ለለካ ጨፍር ደስ ለለካ ኩን ምስ ደስ ለለትካ ዝሙት ፈፅም ምስ ደስ ለለካ ስረቕ ላበለ ነፃነት እሱ መሲሉ ይርኣየካ እሞ ቤተ ክርስቲያን ምኻድ ጸሎት ምግባር ምዝማር ስብከት ትምህርቲ ምስማዕ ቃል እግዚኣብሔር ምስማዕ ምስ እግዚኣብሔር ምውጋዕ ግን እስር ቤት ኩሉ ግዜ ነፃነት ለይብልካ ምስሉ የርእየካ ማለት እዩ ስለዚ በእውነቱ በቲ ግዜያዊ ነፃነት ልመስል ብመርዚ ልተቐመመ ነፃነት ናይ ዓለም ነፃነት ናይ ዲያብሎስ ነፃነት ናይ ፀላኢ ሰናያት ነፃነት ብኡ ተሸዊድና እቲ ኣማናዊ ነፃነት እቲ ምስ እግዚኣብሄር ዘሎ ነፃነት እቱ ፍቁር ዝኾነ እቲ ፍሉይ ዝኾነ ነፃነት ናይ እግዚኣብሄር ነፃነት እሱ ከይንስእኖ ክነስተውዕል ወይ ከዓ ክርድአና ይግብኦ ማለት እዩ ብእውነቱ ኣብ እግዚኣብሔር ኣሎ ነፃነት ኣማናዊ ነፃነት ካብ ናይ ዲያብሎስ እስራት ኣውፅኡ ነፃነት ሂቡና እዩ ካብቲ ባርነት እሱ ኣውፅእና እዩ ባርያ ባርያ ኢሉ ኣብ ባህረ ዮርዳኖስና ኣብ ሲኦል ኣቐሚጥልና ነበረ ማህይተም ገይሩ ኣቐሚጥልና ነበረ ማህይተም ወይ ከዓ ናይ ባርነት መንፈስ እሱ ኣድሒቕልና እዩ እምይእዜሰ ኢኮንኩም ኣይግብርትየ ኣላ ኣይእርክትየ ኢለና እዩ ካብ ብሐዚ ባሮተይ ኣይኮንኹምን ባሮተይ ኢለ እውን ኣይፅውዐኩም እዩ ታማ ናይየ ኢኹም ውልደ ኢኹም እሕዋተ ኢኹም ኣዕርኽተይ ኢለ ዝፅውዐኩም ኢልና እዩ ክርስቶስ ኣምላኽና ባዕሉ ማለት እዩ ስለዚ ኣሕና በደለኛታት ዋላ ኣለሃነና እቱ ናይ ኣቦነት መንፈስ መሊሱ ማለት እዩ እንታይ ኢለና ኣቦ ኢልኩም ፀውዕኒ ኣነ ኣቦኹም እየ ስኻትኩም ድማ ውልደ ኢኹም ኢሉ ውልድነት ናይ ውልድነት ፀጋ ሂብና እሱ ደማ ኣቦይ ኢልና ክንጽውዖ ኣቡኡ ደማ ልደቁ ርህሩህ ምዃኑ ልደቁ ደስ ልበሎም መልሲ ዝምልስ ኣብ ህይወት ዘንብሮም ምዃኑ ስለ ልፈለጠ ማለት እዩ ኣቦ ኢልኩም ፀውዕኒ ኣነ ድማ ክምልሰልኩም እየ ከድሕነኩም እየ ክፍውሰኩም እየ ኢሉ ነጊርና እዩ ማለት እዩ ስለዚ ኩሉ ግዜ ክንሕዞ ልግበአና ዝኾነ ጭንቀት ልስምዐና ዝተፈላለዩ ሓሳባት ልስምዐና ንፈርሕ ንጭነቕ ተኮይና ኣብዚ እንታይ ኢና ንብል ልግበአና ማለት እዩ እቲ ልፅልዮ ኣለኹ ፀሎት እቲ ናይ እግዚኣብሄር ቃል ኣብ ልቦናይ ሓዲሩ ላብ ልቦናይ ኣትዩ እቲ ናይ ልቦናይ ለሎ ክፉእ መንፈስ እተው ልቦይ ለሎ ክፉእ ሓሳባት ልኡ የቃፅለሎ ማለት እዩ የንድደሎ ማለት እዩ እዚ ክርደና እኒዎ ስለ ለንድደሎ ስለ ለቃፅለሎ ድማ እሱ ለኣና ፍርሒ የፍርሐና እሞ ካብቲ ምንዳድ ካብቱ ምቅፃል ድሒኑ ብነፃነት ክነብር ብነፃነት እላኣዘዘና ብነፃነት እናገንሐና ክነብር ምእንቲ ለኣና የፍርሐና ማለት እዩ ግዝያዊ ፍርሒ የፍርሐና ማለት እምብለይ እንድሕር ኢልናዮ ግን እሱ ፈራሕ ስለ ዝኾነ ኣንጥዩና ወይ ከዓ ሓዲግና ይወፅእ ማለት እዩ ስለዚ እምቢ ብናየ ግልወት ዘይኮነ ሲ ብናይ እግዚኣብሄር ጉልወት ብናየ ሓይሊ ዘይኮነ ሲ ብናይ እግዚኣብሄር ሓይሊ ብናይ እግዚኣብሄር ፍቓድ ኣነ ክስዕረካ እየ ከሸንፈካ እየ እምቢ በቃ እግዚኣብሄር ማለት ፍቁር ኣምላኽ እዩ ፈትዩኒ ኣድሒኑኒ እዩ ፈዊስኒ እዩ ሞት ኻልኣየ እዩ ሕማም ኻልኣየ እዩ ስቕለት ኻልኣየ እዩ ክርስቶስ ኣምላኸይ ኣነ ከይድሕን ከይወድቕ ግን ስኻ ኣበርትዕኒ ስኻ ሓልየኒ ኢልና ላብኡ ክንምለስ ምእንቲ እዙይ ክርድእና እኒኦ ማለት እዩ ስለዚ ዝኾነ ክርበ ብፀሎት ኣይፍራሕ እዩ ብፍቕሪ ኣይፍራሕ እዩ ፍጹም ፍቕሪ ይብል መጽሓፍ፣ ፍጹም ፍቕሪ ንፍርሒ ኣውጺኡ ይድርብዮ እምበር ኣብ ፍቕሪ ፍርሓት የለይ ይብል። ኣብ ፍቕሪ ፍርሓት የለይ። ስለዚ እዚ ክርደአና እኒኦ ማለት እዩ። ኣማናዊ ፍቕሪ ንክርስቶስ ነፍቅሮ ተኾይንና ናይ ዓለም ነገር ሃመይ ገይሩ ከፍርሐና ይኽእል? ክርስቶስ እኮ ናይ ዓለም ገዛኢ እዩ። ክርስቶስ እኮ ሰማይና ምድሪ ዝገዝእ ዝፈጠረ ናይ ባህሪ ኣምላኽ እዩ። ኣምላኽ ምሳና ሃልዩ እናበልና ሃመይ ገርና ባዕና ዓለም ነገር ንጭነቕ ክንጭነቕ ይንኽእል እዩ። ስለዚ እዚ ክርደአና እዚ ክንፈልጥ ይግበአና ማለት እዩ ፍትዋተይ። መጀመርያ ትጽሊ ተለና ሓሳባትና ኣሎ ተፈላለየ ነገር ትስምዐና ተሎ ትፈርሕ ተለና መን ልፈርሕ ኣሎ ማለት እዩ እቲ ፀላኢ ሰናያት ዲያብሎስ ዝፈርሕ ኣሎ ምዃኑ ልቃፀል ኣሎ ምዃኑ ክርድአና ይግብኦ ማለት እዩ ስለዚ እቲ ናይ መጀመርያ ግብራዊ ነገር ክንወስዶ ዝግበና ምቅዋም ልትፍርሕሱ ምቅዋም ኣነ እግዚኣብሔር ሒዘ እየ ብእግዚኣብሔር እግዚኣብሔር ዝሓዘ ድማ እይፈርሕ እዩ ተባዕ እዩ ጉልበተኛ እዩ እግዚኣብሔር እኮ ጉልበተይ እግዚኣብሔር እኮ ሓይለይ እግዚኣብሔር ሒዚ ሃመይ ገይረ ብማንም ነገር ብፍጡር ነገር ሃመይ ገይረ ክሰርሕ ኢልና ምቅዋም ልቱ ፍርሒ መንፈስ ልቱ ናይ ጭንቀት መንፈስ ልቱ ናይ ንብዓት መንፈስ ምቅዋም ይግበአና ማለት እዩ እቲ ካልኣይ እንታይ እዩ ኩሉ ግዜ ኣብዚ ክንገብረ ዝግበአና በተለይ ኩሉ ግዜ ኩሉ ግዜ ኢሉ ሃም ልምድ እንድሕር ኮይንና ኩሉ ግዜ ፀሎት ኣብ ዝሓዝናዮ ንብርትዕ እንድሕር ኮይንና ወይ ከዓ ዝኾነ ሓሳባት ዝስምዐና እንድሕር ኮይኑ ንባዕልና ጥበብ እውን ምውሳድ ጸሎት ክንጅምር ትብል ተለና ብዙሕ ድማ ይሕጽብ ኢልና ንቕሕ ኢልና ጸሎትና ምጅማር ዝኾነ ክንርኢ እኳሲ ኣብ ዝኾነ ደቢርና ንመጽእ እሞ እንደገና ስኢና ምንባብ ስለ ዝመስለና ሓና ምስ እግዚኣብሄር ነብስና ምስ እግዚኣብሄር ስለ ለይትጋነ ኣብ ጸሎት መጺና እውን ይድብረና ማለት እዩ እንታይ ኢና ክንገብር ዝግበአና መጀመርያ ንቑሓት ክንኾን ንቑሓት ክንኾን ዝገብረና ከታ እዩ ኣብ መፅናዕቲ ኣብ ዓለማዊ መፅናዕቲ እኳ ንገብሮ እሱ እዩ ግዴታና ኮይኑ ክነፅንዕ ትደሊ ተለና እንታይ ንገብር ማለት እዩ ብቱ ህንደይ ስኢሉ ጃዝማ ዝለኾነ ወይ ከዓ ለይጠቅብ ፐርስፔክቲቫት ወይ ከዓ ካልእ ሓሳባት ክንሽምድድ እኳ ኢና ንገብር እንድሕር ስልቺ ኢልና ወይ ከዓ ፈተና እንድሕር ናጋህልያትና ሕፅብ ኢልና ንቕሕ ኢልና ኢና ፀሎት ንገብር ማለት እዩ ስለዚ ሕፅብ ኢልካ ምስ እግዚኣብሔር ኣምላኽ ኣይከብግዕ ክነቅሕ እኒአኒ ፀጥ ኢልካ ዋላ እንድሕር ትነግሮ ስኢንካ ወይ ከዓ ትናገሮ እንድሕር ስኢንካ እንድሕር ወይ መፅሓፍቲ ሒዝካ ምስ እግዚኣብሄር ክተውግዕ ደሊኻ እንድሕር ኢልካ ሓሳባትካ እንትላገር ስልካ ከፈል ኣብ ቤተ እግዚኣብሄር ከድካ ወይ ኣብታ ኣብታ ናይ ጸሎት ቦታኻ ኮይንካ ከፈል ብዝምታ ንእግዚኣብሄር ውግዕ እዩ እግዚኣብሄር ነብስኻ እዩ ዝሰምዕ ዝተናገረ ጥራሕ ይሰምዕ ሰብ ይኾነ እግዚኣብሄር ዝተናገርካዮ ዝወፀ ቃል ጥራሕ ይኾነ ልብኻ እንታይ ይሓስብ ኣሎ ንፁህ ልቦና ደኒኤካ እሱ ይርኢ እግዚኣብሄር እሱ ይፈልጥ እግዚኣብሄር እሱ ይርዳእ እግዚኣብሄር ታይ ሓሲብኻ ታይ ኣስተንቲንኻ ታይ ይወፅእ ኣሎ ካብ ህሊናኻ ልብል ነገር እግዚኣብሄር ስለ ዝፈልጥ ፀጥ ኢልካ ዋላ ምስ እግዚኣብሄር ውግዕሱ ኢልካ ነብስኻ ምስ እግዚኣብሄር ብፀጥታ ትጋነ እያ ማለት እዩ ስለዚ ብሩኻት እሱ ምዃኑ ክንፈልጥ ይግበአና ማለት እዩ ካልኣይ ሃምዚ ዓይነት ሓሳባት ትስምዐና ተሎ ብስግደት ክንዕጅቦ እኒአና ብስግደት ብትሕትና ክንዕጅቦ ይግበአና ከምዚ ዓይነት ዝተፈላለዩ ሓሳባት ዝስምዐና ተሎ ናይ ጭንቀት ናይ ፍርሒ ናይ ዝተፈላለየ ዝስምዐና ተሎ ሱና ጠጠው ኢልና ጥራሕ መፅሓፍ ድሕር ነንብብላ እና ኮይና ከምዚ ኢልና ምንባብ እንድሕር ሰልቺና መፅሓፍና ቅምጥ ኣቢልና ንስገድ ስግደት መቸም ሓሳበይ የድልየ ስግደት ዓብዪ ዲያብሎስ እነሸንፈሉ ፀላኢ ሰናያት እነባርረሉ ዓብዪ ሓይሊ እዩ ዓብዪ ሓይሊ ብእውነት የለኩም ኣለኹ ስለዚ ብሓሳባት ልዋገእና ጸሎት ከይንገብር ይወዶ ስናስ ንስገድ ከይቆጸርና ስና ንስገድ እቲ ፈተና ብልተፈላለየ ፈተና ስለ ዝመፀና ኣሕና እውን ብልተፈላለየ ጌርና ዲያብሎስ ንርሕቀሉ ስደት ኣፀቢቑ ይፀልዖ ኣብሊፁ ይፀልዖ ዲያብሎስ ማለት እዩ ፀላኢ ሰናይ ተብሊፁ ይፀልዖ ማለት እዩ ሓቢሩ ምሳና ስለ ዝሰግድ ምሳና ስለ ዝስሕና ማለት እዩ ሓዲግና ወፂኡ ይኸድ ማለት እዩ ስለዚ ብስግደት ክንሰንዮ ከም ዝግበአና ሜስና ንፅሊ ንኸድ ሜስና ንፅሊ ሜስና ንሰግድ ዝተፈላለየ ላገበርና ክንፅሊ ከም ዝግበአና ይነግረና ኣሎ ማለት እዩ ኣብዚ ንብዓት ኸታ እዩ ንብዓት ናይ ምንታይ ውፅኢት እዩ ከዚ ኣብዚ እንታይ ኢና ክንገብሮ ዝግበአና ማለት እዩ ንብዓት ፅቡቕ እዩ ሓደ ገፅ ፅቡቕ እዩ ሓደ ገፁ ለ ሕማቕ ክኾን ይኽእል እዩ ማለት እዩ ፈተና ክኾን ይኽእል እዩ እንደገና ናይ ንስሓ ፀሎት ለ ክኾን ይኽእል እዩ ማለት እዩ እንታይ እዩ ከዚ እቲ ንብዓትናስ ናይ ፍርሒ ድሕሪ ኮይኑ ኩሉ ግዜ እንታይ ኢና ንርኢ ማለት እዩ ትነብዕ ተለናስ ፈሪሕና ንነብዕ ኣለና ድሕሪ ኮይና

ልሰብ መሰናኽል ኮይነ ልሰብ ናይ ጥፍኣት መንገዲ ርእዮ ልሰብ ሃምዚ ኮይነ ላበልና ንነብስና ላቆቀስና እንድሕር ኮይኑ እዚ ናይ ንስሓ ጸሎት እዩ ብእውነት ናይ ንስሓ ንብዓት እዩ ቅዱስ ዳዊት እነውዕል ነበረ ንብዓት እዩ ማለት እዩ እግዚኣብሄረይ ክሓስባሲ ኣዒንተይ ፈዚዘን ዓራተይ ብንብዓት ይሓፅብ ኣለኹ ላበለ ቅዱስ ዳዊት ይናገር ነይሩ ማለት እዩ ዓራቱ ብንብዓቱስ ዓራቱስ ካዕ ዝሓፅብ ማለት እዩ ከመይ ልተቀደሳ ኣዒንቲ እየን ኾን ብእውነቱ ናይ ንስሓ ኣዒንቲ ሓጢኣትን ልሓሰባ ሓጢኣት ናይ ሓወን ልሓሰባ ስለ ሃገረን ስለ ህዝበን ላፅለያ ልነብዓ ኣዒንቲ ኾን እንደይ ልተቀደሳ እየን እንደይ ልተባረኻ እየን እግዚኣብሔር እግዚኣብሔር ኣምላኸን ዝገበረለን ውዕለታ ዝኸፈለለን ዋጋ እላተረድኣ ዝነበዓ ዓይንቲ ከመይ ዝተባረኻ እየን ብእውነቱ እዚ ክርድእና እኒኦ ማለት እዩ ኩሉ ህሊናና ኩሉ ኣካላትና እግዚኣብሄር ፅቡቕ ገይሩ ሰሪሕዎ እዩ ኣብቲ መዓልቱ ኣብ ግዜኡ ማለት እዩ ፅቡቕ ገይሩ እንድሕር ሰሪሕዎ ፅቡቃት ኩሉ ኣካላትና ፅቡቕ እዩ እንድሕር ተጠቒምናሉ ማለት እዩ ኩሉ ኣካላትና ከፅድቐና ዝኽእል ኣካላት ይህብና ክንረብሐሉ ዝንኽእል ስለዚ ብእውነቱ ኩሉ ኣካላትና ናይ ጥፍኣት ኣካላት ከይህልየና ካብ እግዚኣብሄር ዘርሕቐና ፈተና ንካልኦት ኣካላት ንካልኦት ኣሕዋትና ፈተና ንኾኖም ወይ ከዓ ፍልፍል ፅድቂ ዘይኮነስ ፍልፍል ሓጢኣት ፍልፍል ክፍኣት ፍልፍል ተስፋ ምቑራፅ ከይንኾኖም ክንጥንቀቐይ ክንሕብሪ ወይ ከዓ ክንርዳእ ይግበአና ማለት እዩ ፍትዋተይ ስለዚ ኩሉ ግዜ ክርደአና ዝግብኦ ሓጢኣትና ክፍኣትካ ተንኮልካ

ስለዚ እዚ ክንሓስብ እዚ ክንርዳእ ይግበና ማለት እዩ ፍትዋተይ እዚ እንድሕር ተረዲእና ኮይና ብጣዕሚ ልቐለለ ብጣዕሚ እውን ምስ እግዚኣብሔር ኣምላኽና ብፀሎት ልምግናይ ኩሉ ግዜ ክሕግዘና ወይ ከዓ ኩሉ ግዜ ድልዋት ክንኾን ክንችኩል ክንምኩር ኢና ማለት እዩ ፍትዋት እዚ ካብ በልና ላፍታ ናይ መጨረሻ ሕቶና ንኺድ ምስርኸ መዝሙረ ዳዊት ወይ ከዓ ካልእ ጸሎታት ሲ ምግቢ በሊዕኻ ከይጽለ ድዩ ልብል እውን ብዙሕ ግዜ ዝተሓተትክዎ ሕቶ እዩ ማለት እዩ መዝሙረ ዳዊት ይኹን ካልእ ጸሎታት እንጀራ በሊዕና ንጽሊ ዶ መልሱ እወ ይጽለ እዩ ጸሎት ማለት ምስ እግዚኣብሔር ምውጋዕ እዩ እንድሕር ኢልናዮ ጸሎት ማለት ናይ ነፍሲ ምግቢ እዩ እንድሕር ኢልናዮ ስጋ ምግቢ ስጋ እንጀራ ስለ ዝበልዐት ነብሲ ክትጾም እኒኦዋ ማለት ይኾነ ግዴታ ክትበልዕ እኒኦዋ ሓሳብ እውን ሓምታ ስጋ ልጠምያ ነብሲ እውን ይጠምያ እስመ ረሃብ ኣለ ነብስ ርሂቅ እም እግዚኣብሄር ወይ ከዓ ኢሰሚኣ ቃል እግዚኣብሄር ይብለና ናይ ነብሲ ጥሜታ ረሃባሲ እንታይ እዩ? ቃል እግዚኣብሔር ለይ ምስማዕ እዩ። ምስ እግዚኣብሔር ለይ ምንባር እዩ። ምስ እግዚኣብሔር ለይ ምውጋዕ እዩ። ፍትዋተይ እዚ ክንርዳእ እኒና ስጋይ በሊዑ እዩ እሞ ጸሎተ ይጽልይ ማለት ግን ምስ እግዚኣብሔር ምውጋዕ ይደሊ እግዚኣብሔር እኮ እንታይ ድዩ እግዚኣብሔር እኽሊ ምስ ከብድኻ እኮ ይተሓሓዘ እግዚኣብሔር ከብድኻ ባዶ ስለ ዝኾነ እኮ እግዚኣብሔር ልምልከቶ ይኾነ እኮ ናይ ከብድኻ ባዶነት ዘይኮነ ልደሊ እግዚኣብሔር ሲ ናይ ልቦናኻ ንጽህና እዩ ልደሊ ኸብድኻ ባዶ ክኾን እኒኦዎ ኣብ ጾም እኮ ልምንታይ ድኻ ጾም ትበሃል ተሎ እኮ መጀመርያ ጾም ልነበረ ታይ እዩ እኽሊ ከም እኽሊ ምብላዕ ኣይኾነይ ነይሩ እቶም ሓሙሽተ ህዋሳትና እዮም ጾም ነይሮም ክፉእ ከይንናገር ኸፉእ ከይንርኢ ኸፉእ ከይንሰምዕ ኸፉእ ከይንሓስብ ላብ ኸፉእ ከይንኸድ ኸፉእ ከይንሰርሕ እዩ ነይሩ እቲ ዋና ነገር ማለት እዩ ዳሕራይ ግን እዚኦም ኩሎም ኸፉእ ክንሓስብ ኸፉእ ዝተፈላለዩ ስምዒት ክመፀና ናይ ስጋዕ ስምዒታት ከይመፀና ምእንቲ እሳቶም ካብ ምብላዕ ልመፀ እዩ ካብ በዝሒ ምብላዕ ካብ ዝተፈላለየ ምግብታት ምብላዕ እዩ እሞ ለኣቶም ግን ንፅሞም ተባሂሉ ልመፀ እምበይ እቶም እንጀራ ከፋእት ሃልይዎ ይኮነ ስለዚ እንጀራ ብልዑ ማለት ግን ይኮን ክኢሉ ኣለኹ ኣብ ፆም ግዜ ኣብ ቅዳሴ ግዜ እዚኦም ኣብቶም ዝተኣዘዙና ስርዓታት ተይሎ ኮይኑ ኩሉ ግዜ ጸሎት ምስ እግዚኣብሔር ምንግጋር እዩ። ጸሎት ናይ ነብሲ ምግቢ እዩ እንድሕር ኢልናዮ ኩሉ ግዜ ክንጽልይ ግዴታና ግዴታና እዩ ማለት እዩ። ኩሉ ግዜ ክንጽልይ። ስለዚ ብእውነቱ ኣብዚ ክርድእና ልግቦ ጸሎት ብዘይ ምቁራጽ ምጽላይ ክንድቅስ ከለና፣ ክንበልዕ ከለና፣ ክንትስእ ከለና፣ ክንሰቲ ከለና ብስም እግዚኣብሔር ግበሩ ኢሉ ያለ ቅዱሳን ኣቦታትና ይነግሩና። ኩሉ ኣካላትና ኩሉ ተንቀሳቐስ ተለና ማለት እዩ ምክንያቱ ብለይ ፍቓድ ኣምላኽ ትሰርሕ ነገር የላይ ብዘይ ፍቓድ ኣምላኽ ትንቀሳቐስ ነገር የላይ እሱ እንድሕለይ ፈቒድዋ ሃምቱን ሓና መቸም ወጣትነት ዓብዪ ፈተና እንድዩ ብጣዕሚ ዓብዪ ፈተና ማለት እዩ እንታይ ኢል መስለና ኩሉ ግዜ ትዘለልና ላብቲ ዝደለናዮ ቦታታት ትኸድና ብናዓልና ጉልበት ብናዓልና ሓይሊ ንዘልል ኣለና ብናዓልና ሓይሊ ንገብሮ ኣለና ኢል መስለና ምክንያቱ ግን እቲ ሓይልና እዚ እቲ ወጣትነት ግን ናጋ የለይ ወጣት ነይሮም ብጣዕሚ ሓያላት ነይሮም ዝሰነፉ ንፈልጥ ኢና ሓያላት ነይሮም ዝደኸሙ ኣቦታትና እኒው ኣቦታትኩም ደተመልከቱ ብጣዕሚ ሓያል ነይሩ ደኺሙ እቲ ከይዱ ዘይፀግብ እቱ ኣመስጊኒ ዘይፀግብ እቱ በልዑ ዘይፀግብ እቱ ብዙሕ ነገር ዝገበረ እቱ ሓያል ፍጥረት ደኺሙ ንዕ ሓግዘኒ ንዕ ምርሑኒ ንዕ ከምዚ ገበሩኒ ላበለ ትረኽቦ ኢኻ ማለት እዩ ሓይልና ተጠልመና እዩ ሓይሊ ኩመይ ትተኣማመኑ ሓይልና ክርስቶስ እዩ እቲ ዘይጠልም ሓይሊ ማለት እዩ ብናይ ክርስቶስ ሓይሊ ተመክሑ ብጠፋኣ ነገር ኣይትመክሑ። ስለዚ ጸሎት ማለት ሓይሊ እግዚኣብሄር ዝሓበና ሓይሊ እዩ። እግዚኣብሄር ዝሃበና ጥበብ እዩ። እግዚኣብሄር ዝሃበና ግልቦት እዩ። እግዚኣብሄር ዝሃበና ትዕግስቲ እዩ። እግዚኣብሄር ዝሃበና ፈተናታት ዓለም ክንሓልፈሉ ዝሃበና ጸጋ እሳትን ሒዝና ብናይ ክርስቶስ ሓይሊ ላተመካሕና ንዓለም ኣሸኒፍናዮ ንሓልፍ ኢና ማለት እዩ ስለዚ እዚ ምዃኑ እንድሕር ተረዲእና ጸሎት እንጀራ በሊዕ ክገብር ድየ ወይ ከምዚ ድየ ልብል ስኢሉ ለየድሕን ምንም ስኢሉ ሓደ ኦርቶዶክሳዊ ክሓቶ ዘይክእል ሕቶ ማለት እዩ ጸሎት ማለት ለይምርዳእና እዩ ኮዚ ንብለና ስለዚ ብእውነቱ ጥያቄና ከም ናይ ኣይሁድ ጥያቄ ክኾነ ይብሉ ጥያቄና ርትዕ ልበለ ዘድሕን ጥያቄ ኣይሁድ እኮ እንታይ ድም ዝብልዎ ነይሮም ብሰብ ኣድሒንካ ሰብ ምድሓን ድዩ ሰንበት ሰንበት ብእንተ ሰብ እምበ ሰብ ስለ ሰንበት ሰብ የተፈጠረ ኢሉ ተናጊርዎም እዩ ማለት እዩ ስለዚህ ኣይና ክንገብር ዝግበአና ኩሉ ኣብ ዓለም ዘሎ ዝተፈጠረ ስለ ሰብ ምእንቲ ልሰብ እዩ ተፈጢሩ ሰብ ክገዝኦ ሰብ ክነብረሉ ሰብ ክጥቀመሉ እዩ ተፈጢሩ ማለት እዩ ስለዚ እቱ ሰብ ክጥቀመሉ ዝተፈጥረ ዓለም ዓለም ክጥቀመሉ የብሉ ኢሉ ሰብ ማለት እዩ እዚ ተረዲእና እግዚኣብሔር ኣምላኽና ብዝፈቐደልና መንገዲ ብዘርእየና መንገዲ ክንወሞ ኣርኣያ ኢሉ ኣርኣያ ኮይኑና እዩ ከይዱ ትፅሊ ተሎ ኣውነ ዘበሰማያት ኢልኩም ፀልዩ ኢሉ ሓፂር ፀሎት ሂቡና ከይዱ ሓፂር ፀሎት ማለት እዩ ክርድ ኣውነ ዘበሰማያት ትብል ተለና ግን ክርደና ኮ እኒኦ ስና ብሽምደዳ ይኮነ ኢሉ ብለኹ ዓንቶ ዝተናገርኩ ሁሉ እዩ ኣውነ ዘበሰማያት ናይ ሰማይ ኣቦና ኮይና ኣለና ብእውነቱ ኣብ ሰማይ ትነብር ኣቦና እንታይ ማለት እዩ እዚ ሓደ ቅዱስ ኣቦ ከምኡ ኢሉ ይብለና ብእውነቱ ኣቡነ ዘበሰማያት ኣቡነ ዘበሰማያት ኣቡነ ዘበሰማያት ላለ ስኢሉ ሽሕ ግዜ ላደጋገሞ ማለት እዩ ሓደ ኣግኒ ቢሎሞ ይትቀደስ ስምከ ባበለ ዝወደይ ኢሎሞ እንዴ እዚ የወዳእኹ ወይ ሃመይ ገይረ ላኡ ክሰግር መጀመርያ እዚ እኮ ክርድኦ እኒአኒ እዚ እኮ ክበፅሖ እኒአኒ እኮ ኣቡነ ዘበሰማያት ኣብ ሰማይ ትነብር ኣቦናስ እንታይ ማለት እዩ ብስሩ እንድየናይ ኣብ ሰማይ ኮይኑስ ግን ኣቦና ብእውነት ኣይደንቂ ኣቦይ ወሉኒ እኮ ኢልና ባሮተይ እኮ ይበለናይ ወይ ከዓ እዙይ ግበርለይ እኮ ይበለናይ ብልዑኒ እኮ እዩ ብልዑኒ እሞ ድሓኑ ብልዑኒ ዝብል ኣምላኽ ሰበይ ኣበይ ተገን ይፍለጥ መስዋዕቲ ግበርለይ ድልና ሃምዚ ግበርለይ ፈፅሙለይ ድልና ሃውኒ ድልና እንኩ እዩ እኮ ልብል እግዚኣብሔር ኣምላኽና እንኩ ውሰዱ እንኩ ድሓኑ እንኩ ተፈወሱ እንኩ ደስታ እንኩ ፍስሃ እንኩ ታሕጓስ በእውነቱ እቲ ፈቃር ኣምላኽ እዙይሲ ኣበይ ይኾን እንታይ ኣነ ናዚ ፍቃር ኣምላኽ እዙይ ውልዳት ምዃንና ክንሕጎስ ክንድሰት ይልግበእ ሰነፋት ክንኾነ የብልናይ በእውነቱ ሱና ሂበኒ ኣይሰምዐኒ እናበልና ሱና ነጉረምርም ሰባት ኣይንኹን ብእውነት ምግርምራ ማለት ካሊ መዓልቲ ብደንቢ ክንምለሶ ኢና ብናውዓሊ ርእሲ ማለት እዩ ብጣዕሚ ሓደገኛ ሕማም እዩ ብጣዕሚ ሓደገኛ ሓጢኣት እዩ ምግርምራ እግዚኣብሔር ኣምላኽ ሉቱ ኢኣማኒ ሉቱ ለይኣምኖ እኳ ብልህወ ነገር ሃመይ ጌርና ለእግዚኣብሔር ኣምላኽና ንጥርጥሮ ሃመይ ጌርና ንሓምዮ እግዚኣብሔር ኣምላኽ እኮ ፀሓይ ተውፅ ተሎ እዚ ሓጢኣተኛ እዩ እሞ እዚ ክፉእ እዩ እዚ ኣይኣምነኒ እዚ ብናየይ ምሕረት ብናየይ ኣምላክነት እያኣምን እሞ ኣየብርሀሉ ይብል ብናየይ ኣምላክነት እያኣምን እሞ ዝናበ ይዝንበሉ ይብል ፀጋታት ኩሉ ልኩሉ ይልህብ ብምልኣት ይልህብ ክርስቶስ ብለይ ምፍላጦም ምዃኖም ስለ ዝፈልጥ ማለት እዩ ስለዚ ምጉርምራም ማለት እስራኤላውያን ንፈልጦም ኢና በርባዓ መዓልቲ ለኣትዋ ዝነበሩ ከነኣን ለርባዓ ዓመት ክፀንሑ ኣብ በረኻታት ሲና ክሞቱ ክጠፍኡ ልዕሊ ሽዱሽተ ሚእቲ ሽሕ ወፂኦም ብለይ ካሌብና እያሱ ኹሉ ኣብ በረኻታት ሲና ተሪፉ እዩ ኣብ ደብረ ኣብ ምድረ በዳ ተሪፉ እዩ ኩሉ ካሌብና እያሱ ግን ኣብ ናይ እግዚኣብሄር ቃል ዝፀንዑ እታ ክህበኩም እየ ዝበልካና ናይ ተስፋ ቃል ናይ ተስፋ መሬት ንኣምን ኢና ክትበና እውን ንፅበ ኢና ኢሎም ኣብታ እግዚኣብሄር ኣምላኽና ኣብታ እግዚኣብሄር ክርስቶስ ኣምላኾም እቲ ኾዂሒ ኾዂሒ እናሃለየ ልዚ ኾዂሒ እናወቕዑ ማይ ዘመንጭ ዝነበረ ማይ ዘስትዮም ዝነበረ ክርስቶስ ኣምላኽና ብእውነቱ እቲ ኾዂሒ እዚ ቅዱስ ጳውሎስ እንታይ ይብልን ወኮክሰ ክርስቶስ ውእቱ ይብል እቲ ኾዂሒ እሱሲ እቲ ምንጭ ዝነበረ ኾዂሒ ክርስቶስ እዩ ነይሩ ይብለና ክርስቶስ እዩ ይብለና ብእውነቱ ስለዚ እቲ ምንጭና ዝኾነ ክርስቶስ ክነጉረምርም የብልናይ ኩሉ ዝህብ ኣምላኽ እዩ ብለይ ብንእሽተይ ነገር ኣይንጠርጥሮ ኣይነጉረምርም ናይ ተስፋ ሰባት ንኹን ናይ ድሕነት ሰባት ንኹን ጥንክር ዝበልና ልባማት ሰባት ንኹን ጥበበኛታት ሰባት ንኹን እግዚኣብሔር ኣምላኽ ፈቃር ምዃኑ ይረእየና ይረደአና ማለት እዩ ብሩኻተይ ስለዚ እዙይ ተረዲእና ክንኸድ ይግበአና ማለት እዩ ብሩኻት ስለዚ ምጉርምራም ንሱ ድኻ ስንፍና ዓብይ ሓጢኣት ዓብይ በደል ምዃኑ እግዚኣብሔር ዝኣክል ጎይታ ሒዝኻ ተጨኒቐ ትብል ተለኻ እግዚኣብሔር ዝኣክል ጎይታ ሒዝኻ ተስፋ ቆሪፀ ትብል ተለኻ ተስፋኻ እኮ ክርስቶስ እዩ ኣብ ሰብ ተስፋ ኣይትወከል ኣብ ገንዘብኻ ኣይትወከል ኣብ መልክዕኻ ኣይትወከል ብመልክዕኻ ብዝተፈላለዩ ነገራት ኣይትመካሕ እቲ ልምካሕሲ ብእግዚኣብሔር ይመካሕ ይብል እቲ ንምካሕ ብእግዚኣብሄር ክምካሕ እኒእዎ ስለዚ ብሩኻት እዚ ምዃኑ እንድሕር ፈሊጥና ብእግዚኣብሄር ክንምካሕ ብእግዚኣብሄር ክንድሰት እውን እሙን ዓርኪ እሙን ኣገልጋሊ እሱ ምዃኑ ክርደአና ይግብኦ ክብለኩም እደሊ እዚ እንድሕር ፈሊጥና ብእውነቱ ብፍቅሪ ኢና ክንቀብር ንክኣርም ኩሉ ግዜ ዳዊት ኣምላኽ ዳዊት ንጉስ ዳዊት እዙይ ኢሉ ገበረ ብዙይ ኢሉ ጸደቐ ንእግዚኣብሄር የፍቅር ነይሩ ይፈትው ነይሩ ሰባት እውን ብሓደ መልክዕ ይፈትዎም ነይሩ የፍቅሮም ነይሩ ፍቕሪ ልግነ ካብ ፍቕሪ ኣምላኽ እዩ ኣምላኽ ንድሕር ተፍቅሮ ኮይንካ ሰብ እውን ተፍቅር ኢኻ ግዴታ ምንም ጥያቄ ይብሉ ማለት እዩ ኣምላኽ የፍቅሮ የላበልካ ልሰብ እንድሕር ጸሊእኻ ግን ስኻ ሓሳዊ ኢኻ ማለት እዩ መጽሓፍትና ብልብለና መሰረት ስለዚ ብኦነቱ ፍጹም ምእንቲ ክርኾን እግዚኣብሔር ኣምላኽና ምእንቲ ክሕግዘካ እግዚኣብሔር ኣምላኽና ምእንቲ ከድሕነካ እንታይ ትገብር እኒካ ማለት እዩ ፍጹም ኣፍቃሪ ሰብ ክትኾን እግዚኣብሔር ኣምላኽካ ብፍጹም ህሊናኻ ብፍጹም ሓይልኻ ብፍጹም ኣካላትካ ኣፍቅሮ እታ ካልእቲ ድማ ኣፍቅር ቢጸከ ከመ ነብስከ፣ ልዓርክኻ ብምሉእ ኣካላትካ ብምሉእ ህሊናኻ ኣፍቅሮ እያ ትብል። ስለዚ ዘረኝነት እግዚኣብሄር ኣጥቢቑ ኣጥቢቑ ይጸልኦ። እግዚኣብሄር ላባልና እግዚኣብሄር ኣምላኽና ላባልና ሰማያዊ ኣምላክ ሰማያዊ ገዛ ላትጸብየና ብናይ ዓለም ጎጥ ብናይ ዓለም ሰፈር ብናይ ዓለም ለይጠቅም ከባቢታት ሰብ ክንፈላለዮ እቲ ናይ እግዚኣብሄር መልክዕ ዝሓዘ ሰብ እቲ ብእግዚኣብሄር መልክዕ ዝተፈጠረ ሰብ ክንፈላለዮ ኣይግበአና እዩ ብእውነቱ እግዚኣብሄር ኣጸቢቑ ይጸልኦ ዘርኢ ክንቆጽር ተኮይና እቱ ለድሕን ዘርኢ ክርስቶስ እዩ ካብ ክርስቶስ እስካዕባና ለሎ ዘርኢ ንቁፀር እቲ ናይ ድንግል ማርያም እቲ ናይ ቅዱሳን ዘርኢ እሱ ኢና ክንቆፅር ዝግበአና በእውነቱ ኣሕና ኣብ ሰማይ ሃገርና ኢሉ ቅዱስ ጳውሎስ ኣሕና ሰማይ ሃገርና ቆላይሲስ ምዕራፍ ሰለስተ እውን ሃልዩ ዘበ ሰማይ ወኣኮ ዘበ ምድሪ ይብለና ናይ ሰማይ ናይ ቅዱሰና ናይ ድሕነት ናይ ላዕሊ ሓስቡ እምበይ ኩሉ ግዜ ስልኹም መሬት ጥራሕ ይትሕሰቡ ጎጥ ከባቢ ይሃሊኹም ከባቢኹም ክርስቶስ እዩ ከባቢኹም እታ ላዕለወይቲ እያ፣ እታ ሰማያዊት ኢየሩሳሌም እያ ገዛና። ላፍታ ገዛ እሳ ንምእታው ግን ኣውዚ ብዝሰርሓናዮ ዋጋ፣ ኣውዚ ብዝሰርሓናዮ ጽቡቕ ስራሕ፣ ናይ ድሕነት ስራሕ፣ ናይ ፍቕሪ ስራሕ፣ ናይ ደስታ፣ ናይ ተስፋ ስራሕ ምዃኑ ተረዲእና ቡቱ ተስፋ እሱ፣ ቡቱ ስራሕ እሱ ክንመላለስ እግዚኣብሔር ኣምላኽና ይፍቀደልና። ፍትዋት ኣሕዋተይ፣ ፍትዋት ቤተሰብ ኩለኹም ማለት እዩ ብእውነቱ እዚ ምዃኑ ተረዲእና እዞም ሎማዓንቲ ዝረኣናዮም ነጥብታት ኩሎም ኩሎም እዚኦም ካብ ኣምላኽ ዝተቐበልናዮም ቃል ኣምላኽ ሰሚዕና ኣብቱ ዝሃበና መልሲ ኣብቱ ዝሃበና ቃል ጸኒዕና ክንነብር ቡቲ ዝሃበና ቃል ድማ ልቶም ንዓለም ፈተናታት ተሸኒፍና ብደስታ ብፍቕሪ ክንነብር ምእንቲ እግዚኣብሔር ዝሃበና ቃል እግዚኣብሔር ዝሃበና ናይ ድሕነት መንገዲ ምዃኑ ተረዲእና ማለት እዩ ኩሉ ልትለለ ፈተናታት ብናይ እግዚኣብሔር ቃል እግዚኣብሔር ኢና ብናየ የኾነ ልግበና ኩሉ ግዜ እግዚኣብሔር ኹሉ ግዜ ሲ ይብለና እንዶም ሓደ ቅዱስ ኣቦና እንታይ ይብለና ኹሉ ግዜ ዝኾነ ስራሕ ሲ ዝይሰርሐዮ ወይ ከዓ እዚ ክስርሐ እየ ትብል ተለኹም ሲ ብናይ እግዚኣብሔር ፍቃድ ማልሲ ልመዱ ይብለና እግዚኣብሔር እንድሕር ፈቂዱ ክሰርሖ እየ እግዚኣብሔር እንድሕር ፈቂዱ ክገብሮ እየ እግዚኣብሔር እንድሕር ፈቂዱ ክረኽቦ እየ እግዚኣብሔር እንድሕር ፈቂዱ ክበካ እየ እግዚኣብሔር እንድሕር ፈቂዱ ክፍጽሞ እየ ክበጽሖ እየ በል ኢሉ ኣለና ማለት እዩ ስለዚ ኩሉ ነገር እግዚኣብሄር እንድሕር ፈቒድልና ክንበጽሖ ኢና እና ብሩኻት በእውነቱ ኩላትና እቲ ዝሰማዕናዮ ካብ ክንዲ ዓሰርተ ሰላሳ ስሳ ሚእቲ ፍሬ ፍሪና ናይ ስሙ ቀደስቲ ናይ መንግስቱ ወረስቲ ክንኾን ጉባኤና ድማ ሰባት ልድሕንሉ እግዚኣብሔር ኣምላኽና ድማ ልሕጎሰሉ ጉባኤ ክኾን ምእንቲ ኩላትና ብእውነት ብጸሎት ክንተሓጋገዝ ክንብርትዕ እቱ ልደኸመ ስለቱ እቱ ልጸንዐ ስለቱ ልደኸመ ክጽሊ ክብርትዕ ከም ዝግብኦ እግዚኣብሔር ኣምላኽና ይነግረና ኣሎ ማለት እዩ ብሩኻት ኩለኹም እዚ ቪድዮ እዚ ንብዙሓት ተበፃሕነት ምእንቲ ከሰፍሕ ማለት እዩ ንብዙሓት ሼር እናበልኩም ከተስፍሕዎ ይግበአኩም ፍትዋተይ ኩለኹም ማለት እዩ ኩለኹም ምክንያቱ ድርሻ ንሓንቲ ድርሻ ካልኦት እንትንላበልና እኳስ ንውዕል ኢና ኣብ ካሊእ ኣብ ዝተፈላለዩ ሓሳባት ኣብ ዝተፈላለዩ ናይ ዝሙት ሓሳባት ላውጋዕና ሼር ላበልና ሼር በሉሎም ወይ ከዓ ፈለው ላልና ንውዕል ኢና ብሩኻት እቲ መንፈስ እዙይ ንብዙሓት ኣሕዋትና ተስፋ ዝቆረፁ ዝጨንቆም ሰባት ተስፋ ምእንቲ ክኾን ቃል ኣምላኽላ ኩሉ ተበፃሕነት ምእንቲ ክረክብ ማለት እዩ ኮላትና ሼር ምግባር ኣይትደኽመና እዩ ዋጋ እውን ኣይንኸፍለሉ እዩ ብሩኻተይ ሼር ፈለው ሳብስክራይብ እናገበርኩም ለኩሉ ተብፅሑ ሳብስክራይብ እናገበርኩም ድማ ቤተሰብ ኩኑ ፍትዋተይ ቤተሰብ ምዃን ማለት ሓቢርካ ምድሓን ማለት እዩ ሓቢርካ መኣዲ ምብላዕ ማለት እዩ መኣዲ ህይወት ናይ ነብሲ መኣዲ ማለት እዩ ስለ ብሩኻተይ እዚ ምዃኑ ፈሊጥና ቡቲ መንገዲ እዚ ክንጓዓዝ እግዚኣብሔር ኣምላኽና ይፍቀደልና ሰላም ኣምላኽ ምስ ኩላትና ይኹን እግዚኣብሔር ኣምላኽና ክነድሕን ክንፍወስ ይፍቀደልና ኩለኩም ደሊ ወስብሓት ለእግዚኣብሔር